ዚቴክ ኣብዚ ምውናን ዌብሳይት ግድነት እናኾነ ዝመጸሉ ዘሎ ምዕቡል ዘመን ዚቴክ ዌብሳይት ይኹን ኣፕሊኬሽን ብፕሮፌሽናል መልክዕ ብምህናጽ ናይ ኮምፒዩተር ኣገልግሎት ከም ግራፊክ ዲዛይን፣ ኣኒሜሽን፣ ካርቱን፣ ምጽሓፍ ዝደለኹሞ ትሕዝቶታት፣ ምጽዓን ማይክሮሶፍት፣ ኣንቲቫይረስን ካልኦት ኣገልግሎትን ብምሃብ ሰብ ትካላት ኩኑ ውልቀ ሰባት ዘለኩም ራእይ ናብ ግብሪ ንምስግጋር ክሕግዘኩም ተዳልዩ ኣሎ። ዚቴክ ከምዚ ትርእይዎ ዘለኹም ዲጂታላዊ መልክዕኹም ሰሪሕኹም ኣብ ምውዕዋዕ ፍርያትኩም ወይ እውን ትምህርታዊ መግለጺታት ንዝሓትት ዕዮታትኩም ክትጥቀሙሉ ትኽእሉ። ዝያዳ ሓበሬታ በዚ ዝስዕብ ኣድራሻ ተወከሱና ክነእንግደኩም ድልዋት ኢና። ዚ ቼክ
ሰላም ሰላም ኣብ ኩሉ ኩርናዓት ኮንኩም ትከታተሉና ዘለኹም ተኸታተልቲ ኤሪ ቢትስ ኢንተርተይመንት ከመይ ትኾኑ እምበዓርከስኣ ኣብ ዘለኹሞ ሰላም ክትህልዉ ናይ ወትሩ ምንየተይ እዩ። ንመላእ ህዝቢ ኤርትራ ከምኡውን ንኣመንቲ ምስልምና እንቋዕ ናብ ዒድ ኣልፈጥር ኣብጽሓና እንዳበልኩ ከምኡውን ንመእመናን ክርስትና እንቋዕ ናብዚ ክቡር በዓል ዳግማይ ትንሳኤ ኣብጽሓና ክብል እፈቱ። ነዚ በዓል ብምምልካት ፍልይ ዝበለ መደብ ሒዝናልኩም መጺና ኣለና። ሱዚ ሃፍተይ ከዓ ትብልዮ ተለኪ
የቀንየለይ እንቋዕ ጸማ ልጋም ፈትሓልኩም ንኩልኩም ኣመንቲ ምእመና ጽጓጸ ማድጋም ፍታሓልኩም እናብል እናበልኩ ንሎማዓንቲ መደብና ድማ ሓደ ጋሻ ሒዝናልኩም መጽ መጺና ኣለና ንሱ ከኣ ሓደ ነገዲም ተጋዳላይ ሓውናን ኣያናን ዓበ ነቶም ዓበይቲ ከኣ ብጻዮም እዩ ዝኸውን ዘሎ እህ፣ ዎ። አ፣ ተጋዳላይ አ፣ ሓይለኣብ በረኸት ሰላሊዓ ሒዝናልኩም መጺና ኣለ ሰላሊዓ እንቋ ደሓን መጻኻ እንኳ ደሓን ፀናኹም። ሐራይ ሰላሊዓ ከመይ ኣሎ ሃዋህው ደኣመት ከመይ ተካይዶ ኣለኻ ዓመታ ከምዚ ሎሚ ኣብ ዘበን እቲ ዝበለፅን ዝመቀረን ኩሉ ምሎ ሃውሁ ናይ ሰላም ኮይኑ ፆመ ልጓም ንፈታሓሉ ዒድ ኣልፈጥር ንገብረሉ ዘለና ህሞት ስለዝኾነ በዚ ኣጋጣሚ ንኩለን ምእመናን ንሓይልታት ምክልኻል፣ ንብምሉኡ ህዝባዊ ግንባር፣ ንምሉኡ ሓይልታት ምክልኻለይ፣ ንምሉእ ህዝቢ ኤርትራ እንኳዕ ኣብዚ ክቡር ዕለት ኣብጽሓካ እንዳበልኩ፣
እምበኣር ክሰላልዓ መትከም እተው ክኾነና ኣብ ስደት እንዲና ዘለና ስደት ንዓኻ ከመይ እዩ ከመይ ትገልጾ?
ስደት ንዓይ ዳዓረ ክፉእ ስለምንታይ ተሰዲደ ከማን ኣይርዳንን ያለ ስለምንታይ ኣብ ዓዲ ስደት ምንባር ማለት መሊስካ ባርነት ምምላስ ማለት እዩ ኣብ ዓደይ ኣብ ልበይ ነፊሐ ዝጎየሉ ጀጋኑ ዝተሰውእሉ ገዲፈዮ ምምጸኢ ከማን ንዓይ መግለጺ ይብሉን እምበር ስደት ደኣ ጓሓፍ እንታይ ኣለዎ እዩ ዋላ ሓንቲ ይብሉን ስለ ዘይብሉ ዕረ እየ ዝብሎ ኣነ ንስደት ካልእ መግለፂ ይብለይና ውን ዕረ ንሱ መግለፂ የብሉን ኣብ ኣብ ሙዚቃ ዓለም እውን ጠፊእኻ ኣለኻ ነዊሕ ጌርካ ይመፃኻን እዚ ምስ ስደት ምህላው ድዩ ዘተሓሓዞ ዘሎ ዋላስ ብኸመይ ን ስለምታይ ጠፊኣ ጠፊኣ ካብ ሙዚቃ ዓለም? ነዚኣ ከባድ ሓቲትክኒ ኣለኺ ከባድ ከኣ ኣይኮነትን እንታይ መሲልኪ ኣብ ስደት ኮንካ ኣብ ሜላ ትገብሮ ሂወት ናይ ሙዚቃ ሓዳር የብልካ ዝውጥጠካ የለ በጀካ ነቲ ነቲ ክብረት ሃበልና ክብረት ሃበልና ክብረት ሃበልና ቴንኪ ፌቡ ፌቡ ሓብተይ ናብ ዘረባ ጥራሕ ዶ ኮይና
እንታይ ድዩ መሲሉኪ እዛ ጓለይ እቲ ኣብ ሜዳ ዝግበር ዝነበረ ደርፍታት ናይ ሓባር ሓንጎል ዝፈሰሶ ሓያላት ኣርቲስቲ ዝተሓወስዎ ኣብዚ ዋላ ደሪፍካ ኣነ ኣየቋርፅን እየ ደርፍ እየ ከም ምድራፍ ግና እቲ ከምቲ ቀደም ዝድረፍ ዝነበረ ካሴታት ከተውፅእ ኣይትኽእልን ኢኻ ንካሴት ንደርፊ መንጣሊታ ፌስቡክ መፅያ ኣነ ከየውፃኹ ኣለኹ ደርፊ ኣብ ፌስቡክ ወፅያ ተባላሊዓ ድሕሪ ድሪያ ኮይነ እቲ ስራሕ ቁርብ እንዳደኸመ ኸይድ ካልኣይ ከዓ ወጣጢ ስለተብዝሕ ኣጆኻ ዘይብል ህዝቢ ይኮነን ኣጆኻ እባ ከም ቀደምካ ኩን ዘይብል ህዝቢ ይብልናን ግና ነቲ ጆኻ ደታባብዕ ነገር ኣይረኸብናሉ ስለምንታይ ኣብ ፌስቡክ ወፅያ ድሕር ዘይትጠቅም ኮይና እንዳልና ኣብ ካልእና ምኻድ ሓይሽ ተባሂሉ ተገይሩ ግና እቲ ስምዒት እቲ ሒዘ ዝመፃኹ ባህላዊ ስምዒት ንዓይ ዓብ ነገር እዩ ኣይገድፎን እየ ከዓ ክቕፅል እየ እዛ ጓለይ ኣጆኺ እወ ኣይትጥፋኣና ደኣ ንደልየካ ኢና ኦኬ
ሕራይ ሰላሊዓ ብመጀመርያ ዕድሜን ኣኽቢርካ ኣብዚ ምርካብካ ብስመይን ብስም መሳርሕተይን ከመስግነካ ይፈቱ ሕራይ ሰላሊዓ እስከ ንድሕሪ ባይታኻ ምልስ ኢልና ሰላሊዓ መን እዩ ኣበይ ተወሊዱ ብክንደይ ዓመተ ምህረት እስከ ኣነ ሓይላ በረኸት ይበሃል ሳጓይ ይኹን ካልኣይ መፀውዒ ናይቲ ዘይሕለል ሰራዊት ኤርትራ፣ ህዝባዊ ግንባር፣ ናቱ ቅጽል ሽም፣ ናቱ ጅግንነት ሒዘ ሰላሊዓ ተባሂለ። ሰላሊዓ ክበሃል ከሎ ቀሊል መስል ቀሊል ግን ኣይኮነን፣ ናደው ዝፈንጠሐ ሽም እዩ። ሕጂ እዚ ናተይ መበገሲየይ እንተኾይኑ ወዲ ዓሰርተ ሰለስተ ዓመት ካብ ሕምብርቲ፣ ዞባ ማእከል እየ ተጋዲለ ንሜዳ ወጺኤ ኣብ ዓደይ ሕምብርቲ እየ ዓብየ ኣብ ኣተዓባብየይ ትምህርቲ ዝቐሰመ ኣይኮነን ኣብ ጉስነት ዝዓበኹ እየ ካብ ጉስነት እየ ንሜዳ ሃገር ከም ሃገር ፈሊጠ ኣይኮንኩን ተሰሊፈ ሃገር ክዕቁቡ ዝጸንሑ ክሓልፉ ስለ ዝረኣየ ንሜዳ ተሰሊፈ። ኦኬ ጽቡቕ ሐራይ ሱዛን ሓፍተይ እስከ ገለ ሕቶታት ኣለና መስለኒ እሞ እዋ። ናባኻ ከብሎ ገለ ክሓትት ኣሎ ሐራይ ሰላሊዓ ደሓን እ፣ ሰላሊዓ እ፣ ኣብ ባድመ ኢኻ መስለኒ ተወሊድካ ኣብ ሕምብርተኻ ዓይኻ ስለዚ ነታ ዓብያኻ ዝምልከት ከመይ ኔሩ ማለት ወዲ ክንደይ ዓመት ኢኻ ከንሜዳ ተሰሊፍካ ወዲ ክንደይ ዓመት ኢኻ ወጺኻ። ኣብ ባድመ ተወሊደ ኣብ ሕምብርቲ ዓብየ ክስለፍ ከለኹ መብዛሕቱ ተጋድሎ ሓርነት እዮም ኔሮም ኣብ ከባቢና ካብኡ ካኣ ህዝባዊ ግንባር ምስ መጹ ንሕና ዕምባባ ኮይንና እውን እንዳ ሰራሕና ከለና ሰብዓን ሸውዓተን ወርሓ ሓደ ንሜዳ ከይደ ናብ ህዝባዊ ግንባር ኣብ ህዝባዊ ግንባር ዓብየ ኣብ ህዝባዊ ግንባር ሰብ ኮይነ ኣብ ህዝባዊ ግንባር እኹል መንእሰይ ኮይነ ንሜዳ ኣገልጊለ ናፅነት ሒዛ ኣትየ።
ሱዚ ሓፍተይ
ኣብዚ ሓንቲ ሕቶ ዘላንስ ኣብ ሜዳ ኣብ ተዓሊም ኣቲኻ ሜዳ ከመይ ጸኒሕካ ኣብቲ ግዜ እቲ ከምቲ ንስኻ ትጽበዮ ዝነበረ ዶ ጸኒሕካ ዋላስ ካልእ ተጸብታት ነርካ ሓደ ሜዳ ንዓይ ህጡር ዓበይቲ መምሃራን፣ ሓያላት ካድራት፣ ህዝባዊ ግንባር ምስ ሃጠረ እየ መጺኤዮ ኣነ። ህዝባዊ ግንባር ኣዕብዩና እምበር ኣየዕበናዮን። ህዝባዊ ግንባር ንዓና ዝገበረልና ዓቢ ህያብ እዩ። ምስቶም ካብ ሶቭየት ካብ ኤሜርካ ዝተጋደሉ ኣባጊዕ ኣጥፊና ኢና ዳርጋ መብዛሕትና ኣተጋዲልና ሕጂ ህዝባዊ ግንባር እቲ ዝበለጸን ዝሓየለን እዩ ንዓይ ጸኒሕኒ ህዝባዊ ግንባር ዓብ መምህሪ ህዝባዊ ግንባር እቲ ዝበለጸ ኣብ ዓለም ተበልኩ ከጋንን ኣይክእልን እየ እምበር ህዝባዊ ግንባር ንዓይ ዓብይ ዓብ ካድር እዩ ዓብይ ዩኒቨርሲቲ እዩ ዋው እምባር ሳሕል ኮሜዲ ጸኒሐኒ ንዓይ። ዋይ ጽቡቅ ሰላሊዓ እወ ማለት ወዲ ዓሰርተ ኣርባዕተ ዓመት ኮለኻ ንሜዳ ከም ዝወጸኻ ኢኻ ክትገልጸልና ጸኒሕካ እሞ ኣብቲ መጀመርታ ንሜዳ ብትወጸሉ ዝነበርካ እዋን እስከ ማለት ነቲ ኣካያድኻ ዝምልከት እንድዩ ኣበይ ኢኻ ኣቲኻ መጀመርታ ካብ ዓዲ ምስ ወጻእካስ ናበይ ኢኻ ኣቲኻ? ካብ ዓዲ ምስ መጻእኩ ኣብ ወኪ ምስ ከድኩ ኣብ ወኪ ህዝባዊ ግንባር ጸኒሖምኒ ኩንታል በሊዕካ ምጽ ኢሎምኒ ኩንታል ተትውልድ ኣርካ ኩንታል በሊዕካ ምጻ ትውልዳ ኩንታል በሊዕካ ኣይኮነን ኩንታል ከተምጽ ኢኹም ትጋዘሉ ዘለኹም ኩንታል ተትህሉ ገዛና ኣይምተጋዘልኩን ነይረ ሕጂ ከኣ ይከይድ ነየምሰልኩም ኣይርስዖን እየ መስፍን ሓጎስ እዩ ፀኒሕኒ ኪትኪት ኩንታል በሊዕኻ ምፃእ ኩንታል የብልና ናብ ገዛና ኩንታል ከነምፅእ ክንጋደል ግደፉና ኢልዮም ንፈልፍል ወሪደ
ስለዚ ስነ እቶም ኩንታል በሊዖም ኣብ ገድሊ ዝነበሩ ዘይኮንካስ ንኩንታል በሊዖም ኣብኡ ዓብዮም ኣብኡ ጠንኪሮም መንእሰያት ኮይኖም ነዚ ኩሉ ነዚ ገድልን መስገደልን ሓሊፎም ኣብዚ ደረጃ እዚ ዝበጽሑ ምዃንካ ኢኻ ትገልጸልና ዘለኻሞ ናይ ብሓቂ ንዓና ውን ዓቢ ክብሪ እዩ ምኽንያቱ እሱኹም ኣቦታትና ኣያታትና ነዚ ኩሉ ነገር ሓሊፍኩም ከምዚ ኢልኩም እዛ ሕጂ ንሪኣ ዘለና ናጻ ኤርትራ ተምጽኦ ከለኹም ቀሊል ነገር ኣይኮነን ሓራይ ሰላሊዓ ብድሕሪኡ እስከ ካብ ከም ዝበልካዮ ሜዳ ምስ ወረድካ
ዳርጋ ኢኻ ኣቲኻ ከመይ ክፍሊ ታዕሊም ዲኻ ኣቲኻ ከመይ እዩ ነይሩ? ተኺለ ቢላቓት ከይደ ካብ ቢላቓት ካብ ፍልፍል ጉዕዞ እግሪ ተጀሚሩ ንቢላቓት ኣቲና ኣብ ቢላቓት ኣብ ክንዕለም ምጀመርና ንማሂመት ከይድና ካብ ማሂመት ተዓሊምና ዳርጋ ኣነ ዙራን ሃገርካ እየ ገይረ ካብ ማይመት ንቀብረውት ካብ ቀብረውት ንሓሊበት ካብ ሓሊበት ንናቕፋ እየ ተጓዒዘ ስለምንታይ ተዓሊም ዳርጋ ክልተ ዓመት ኣብ እምኒ ተሰቒልና ይሰለጠልና ኣብ ሕፃ ተሰቒልና ይሰለጠልና ክልተ ዓመት ምሉእ ተዓሊምና ወዲእና ኣብ ህዝባዊ ሰራዊት ሓምሳን ሓደን ቀዳመይቲ ጋንታ ካልኣይቲ ካልኣይ ሓይሊ ካልኣይ በጥሎኒ ደሓር ከስዕቦ እየ ኣሃዶይ ንዓይ ስድራ ቤተ እዩ ኣቦይና ኣደይን ዋላ ይውለዱን እምበኣር ህዝባዊ ግንባር ኣደን ኣቦን ኮይኑ የዕብዩና ስለምንታይ ጥራዝ ከይበልና ጥራዝ ባዕሉ ፒሮ ከይበልና ባዕሉ ሓድነት ኩሉ ንክንከውን ሓያላት ንክንከውን ዝመሃረና ህዝባዊ ግንባር እዩ ሕጂ ስጋብ ኣብዚ እንዳ ሓምሳን ሓደን በፂሐ ካብኡ ቀፂለ ኣብ ሓምሳን ሓደን ካልኣይቲ ቦጠለኒ ነዛ ኣብ ሓይልታት ከለኹ ተዳሎ ተሻባሸብ ትብል ደርፈይ ንመጀመርታ ኣብ ስተጅ ኣቕሪበ እያ ንመጀመርታ ካብኡ ናብ ክፍለ ሰራ ብብርጌድ ሓምሳን ሓደን ኣባል ባህሊ ናይ ብርጌድ ኮይነ ካብኡ ብዙሓት ደርፍታት ከፍሪ ጀሚረ በዓል ሓያል ነብሪ በዓል ከዳዓት በዓል ህዝበይ እንዳበለ ናብኡ ኮይና ስጋብ ሰማንያን ኣርባዕተን ሰማርያን ድሕሪ መስመር ከይደ ካብ ድሕሪ መስመር ምሉእ ዓለም ዜረዮ ካብኡ ሳሕል ተመሊስና ሰማርያን ሸውዓተን ኣብ ሰማርያን ሓሙሽተን ቅንያት ምስ ብርጌድ ሰማርያን ሓደን ባዕሉ ኣሮን ኣብርሃ በዓል ኤልሳ ኪዳነ በዓል በረከት ኣርኣያ ዘለዎ ዲሸቃ ዘለዎ እዚኦም ምሳና ኣብ ኣብ ዛራ ኣብ ዛራ ቆይምና ሓምሳን ክልተን ከዓ ተባሂልና
ሓራይ ሰላሊ ዓስከስ ዕባቢለ ክሓተካ ኣብቲ ግዜ ትሲ ማለት ብንእስነትካ ንሜዳ ወሪድካ ዝኩሉ ነገርካ ኣጋጢሙ ማለት እዩ መጨረሽትኡ ናብ ገድሊ እዩ ኔሩ ገድሊ ከኣ ከምቲ ማንም ኤርትራዊ ዝፈልጦ ከኣ ቀሊል ነገር ኣይኮነን ግን ኣብቲ ናይ መጀመርታ እዋን እስኻ ኣብ ሜዳ ምስ ከድካ ናብዚ ጉጅለ ባህሊ ክትኣቱ ከለኻ ብኸመይ መገዲ ኢኻ ናብቲ ጉጅለ ባህሊ ክትኣቱ ጥርነፍ ክኢልካ ጽቡቕ ትሕተ እያ እዚኣ ዘይርስዖም ንተዳሎ ተሻባሸብ ዝገበርዋ ዓፋን ስዉእ ዓፋን ስዉእ ጆን እዮም ተዳሎ ቀሪቦም ኣብ ማፃፅኣ ናይ ደርፈይ ግና ዋዓ ደኣ እምበር ማታ ሰሚዐ ወይ ከዓ ነቦይ በረኸ ሰሚዐ ኣይኮንኩን ኣብ ደርፊ ዓለም ኣትየ ኣነ ወትኹል ጸኒሑኒ፣ ዘማይ ጸኒሑኒ፣ ፍሒራ ጸኒሑኒ፣ ጓል እንከለ ንባዕላ ጸኒሓትኒ እየ ብ ከምዚ ኣብ ደርፊ ጉዳይ ክኣቱ ጀሚረ እምበር ንመጀመርታ ናይ በረኸት ዝፈትዋ ደርፊ ኣላ ክኸይድ ደሞ ሽላሎ ኣኻ ሽላሎየ ክኸይድ ደሞ ሽላሎ ዘረባ ትብል እዚኣ ስኺለ ደርፋ ውዕል ነረ እዛ ወዲሲ ደረፋይ ክትኮን ትኽእል እያ ብምባል ነታ ተዳሎ ተሸባሸብ ንመጀመርታ ተዳሎ ተሸባሸብ ተዳሎ ተሸባሸብ ኢሎም እዮም ኣትሒዞምኒ ልክዕ ከ ናይ ትምህርቲ ስሩዕ ኣካ ኣይኮንኩን ቀዳማይ ክፍሊ እየ ዝኸይድ ነረ ሽዑ ግዜ ኣብ ስተጅ ምስ ቀረብኩ ከምዚ ሎሚ ፓውንድ ገለ ምሽላም ኣይነበረን ኣብቲ ሰዓት እቲ ፒሮን ርሳስን እየ ንጋንታ ምልእ ሒዘላ ከይደ ተኩሲ ነይሩ መዓል ተኩሲ ተተኪሱ ካብኡ ሸዓ ናብ ኣባሊ ሓምሳን ሓዘን ተሳሒበ ከይደ ምስ በዓል ወዲ ሸኽ ፅቡቅ ዕላልና ቀፃሊ እዩ ኣዝዩ መሳጢ ዕላል ምስ ገዲም ተጋዳላይ ስነ ጥበባዊ ሰላሊዓ ሓንቲ ሕቶ ኣላትኒ ሰላሊዓ ቡዙሓት ሰባት እዮም ዝዛረቡላ እዛ ነገር እዚኣ ዋላ ካብ ኣርቲስት ከማን ቡዙሓት ዝዛረቡላ እዮም ዋላ ገለ ማለት እዩ ኣብ መድረኽ ጽቡቅ ወኒ ኣለካ ምንቅስቃሳትካ ደርፍካ ገለ ከመይ እዩ ንክልቲኡስ ከመይ ኢካ ተጣዓዓሙ ሕጂ ዝበዝሕ ሰብ ነቲ ቅዲ ናይ ሳዕስዒት የውጽእ፣ ነቲ ሳዕስዒት ይሓስብ፣ ነቲ ደርፊ ኣይሓስብን። ኣብ ደርፊ ከይደክም ወይ ካብቲ ግዜ ከይወጽእ ብዛዕባ ቅላጽ ይሓስብ፣ ብዛዕባ ገለ። ድምጻውሲ ብዙሕ ነገር እዩ፣ ኣብ መድረኽ ክገብሮ ዘለዎ ነገር ብዙሕ ኣሎ። ድምጹ ክቋጸር ገለ ገለ ይሓስብ ሱሩሱ ዝክኣለ ነገር ኣለዎ ግዜ ክሕሉ ሙዚቀኛታት ክሕሉ ክቋጸር እቲ ሞኒተር ገለ ኩሉ ነገር ማለት እዩ ሙሱቃ ናይ ሳዕስዒት ኣሎ ናትካ ኩልቲኦም ኩሎም ብሓንሳብ እዮም ዝከዱ ትነጥር ትስዕስዕ ገጽካ ክፉት ገለ ፍሽኽታኻ ከመይ ኢኻ ትኺዶም ኣጋጢምካ ክፍልጥ ዶ ኣብ መድረኽ ካብ ግዜ ክትወጽእ ወይ ድማ እቲ ልክዕ እቲ ክትበጽሖ ዝነበረካ ኣይትበጽሖን ወይ ቴምፖ ትወጽእ ወይ ቅላጼ ተጉድል ወይ ትልህልህ ዘይልክዕ ተምጽኦ ነቲ ደርፍኻ። ትጭነቕ ዶ በቲ ትደርፎ ደርፊ ስዕስዕ ክትብል ምስ ድኻምካስ ገለሲ ኣብቲ ደርፍኻ ከይባላሸወካ። ኣጋጢሙካኸ ይፈልጥ ዶ? ስርሐይ ኢልካ ዲኻ ከምኡ ከምኡ ትገብሮ ነቲ ሳዕስዒት ተዳሊኻሉ ዲኻ ትኣቱ ዋላስ ኣብ መድረኽ ዝፍጠር ነገራት እዩ? ንኹሎም ከመይ ኢኻ ተኺዶም?
ክብረት ሃበለይ ብመጀመርታ እንታይ መሲልካ ስምዒት እዩ ኣነ ከም ሓይላብ ዝገልፆ ደርፊ ሓደ ተውህቦ እዩ ናተይ ሰሓቕን እቲ ደርፍን ተውህቦ እዩ ህዝቢ ተሓጒሱ እንተርእየ መልሰ ሰናይ ግየፅ ህዝቢ ተሓጒሱ ተርእየ መልሰ ምድር ህዝቢ እንተደኣ ተሓጒሱ ክስዕስዕ ሪኤዮ መሊሰ ምስኡ እልህ እልህ ኣነ ኣይደክም እየ ብደርፊ ሓደ ዘርፊ የጥዕመኒ ዋላ ሕጂ ዕድመ ወሲኮ ከለኩ ዳርጋ ተስዓን ሓደን ዘለኩ ኮይኑ እየ ዝስመዓኒ ስራዊት ዋላ ሓንቲ ንዓይ ጸገም የብሉ ሓጎስካ እዩ ከምኡ ዘብለኒ ኣናውሰር ከይወድኦ ከሎ ኣነ ነናውሰሩ እቕድሞ'የ ኣብ ስተጅ። ስለምንታይ? ድሌት'ዩ። ስምዒት ንኽደርፍ ዝትረኸሉ'ዩ እምበር ወጺኤካ ኣይፈልጥን'የ ካብ መጀር። ሓቅ'ትሓይሽ ጓይላ'የ ኣብዚ ሰዓት ዝደርፍ። ናተይ ሓንቲ ጸገም ዘላ ኩሉ ሰብ ክፈልጣ ዘለዎ ናይ ሓዘን ክደርፍ ኣይክእልን። ናይ ሓዘን ክደርፍ ኣይክእልን እየ ስለምንታይ እታ ኣበር ኣላ እታ ስኒ ምስ ተገየፀ ኣይትዕፆን እያ ኣብ ደርፊ ሕጂ ብኸምኡ እያ ከማን ናይ ስዋኣት ናይ ስዋኣት ከም ደረፍ ኩሎም ሕጉስ እያ ንኩሉ ግዜ ስዋኣተይ ስለ ዘኽብር ባዕለይ ኣብ ውሽጠይ ከም ደረፍ ኩሎም እየ ዝሓስቦ ኩሉ ነገር እምበር እቲ ዝገብሮ ኣብቲ ኣብ ክስታይ ተላማሚደዮ ኣይኮንኩን ተውህቦይ ዋላ ሓንቲ ምንቅስቃሰይ ተውህቦ እዩ ሰሓቀይ ተውህቦ እዩ ኩሉ ዋላ ናተይ ዋላ ሓንቲ ካልእ ተማሂረዮ ወይ ብቴክኒክ ገለመለ ዝመፅ ኣይኮነ ናተይ ኣብ ስተጅ ክድይብን ክስሕቅን ደርፊ ክጅምር ሓንቲ ተውህቦ እዩ ካልኣይ ኩሉ ብርዒ ህጻናት። ቋንቋ ትግርኛ ምንታን ክትመሃሩ ኣብ ኩሉ ምሳኹም ክንህልው ኢና እሞ ኣብ ገዛኹም የራኽበና።
ሊላይ ሊላይ እንታይ ዝበልዎ ጥዑም ስማዕ እዩ ነከዳሲ ኣባው ክምስሉሲ ቆልዓ ብንእሱ ቁርበት ብርሑሱ እኮ እዮም ዝብሉ እሞ ደቅና ጽባሕ ኣደቦኦም ከውሕሱ ካብ ሕጂ ደኣ ይኮስኮሱ ኣየ ድማ እቱም ኩልኹም ነዚ ብሽራት ትሰምዑ ሕድርኹም እስከታ ሕድርኹም ሕድርኹም ንሓግዞም ዘንኮሎ
ጆባ ብርዒ ህፃናት ንደቅኹም